ሰላማት ሰላማት ሰላማት ኩላትኩም ኣብ ዝተፈላለየ ኩርናዓት ዓለም ኮንኩም መደባተይ ትከታተሉ መጀመርያ ሰላም ክብለኩም ይደሊ ደቂ ኤረይ እምበኣር ሎማዓንቲ እዚ ትርእይዎ ዘለኹም ናይ ኡጋንዳ ኩነታት እዩ ከዛረበሉ ወሲነ ዘለኹ እምበኣር ሎማዓንቲ እንታይ እያ ክዛረብ ብዛዕባ ናይ ኡጋንዳ ዝምልከት እንታይ እያ ክዛረብ ደልየ ብጣዕሚ ብዘሕፍር ምኽንያት ኣብ ርሑቕ ዓዲ ተሰዲድና ኣብ ዝጥዕመና እንዳነበርና ነቶም ኣብ ኣፍሪቃ ዘለዉ ቅድሚ ሕጂ እውን ኣብ እስራኤል ዝነበሩ ዋጋ ዝኸፈልዎ ከይኣክል ሕጂ እውን ኣብ ኡጋንዳ ገለ ነገር ግጭት ከም ዝተፈጥረ ሰሚዐን ርእየን ኣለኹ በቲ ዝመፅእ ዘሎ ቪድዮ ይኹን በቲ ዝበሃል ዘሎ ብቐጥታ እውን ናብ ኡጋንዳ ደው ኢለ ዝረኸብክዎ ሓበሬታ እንተሃልዩ እንታይ እዩ እቲ ዘጋጠመ ባእሲ ኣብ መንጎ መንእሰያት ብፖለቲካ ዋላ ሓንቲ ዘራኽብ ዘይብሉ ብናይ ውልቃዊ ረብሓ ናይ ቁማር ዝተበገሰ ምዃኑ እየ ረኺበዮ እቲ ሓበሬታ እምበኣር እዚ ጉዳይ እዚ ኣብ ሾሻል ሚድያ ኣብ ርሑቕ ተቐሚጦም ኣብ ዝተፈላለያ ሃገራት ምዕቡላት ሃገራት ተቐሚጦም ናይ ብሓቂ ዝገብርዎ ዘለዉ ብዓሌት ዓሌታዊ ዝኾነ መስርሕ ወይ ከዓ ዓሌታዊ ዝኾነ ኣካይዳ ንኸትሕዝዎ ብዙሓት ሆ ክብሉ ርኢና ማለት እዩ ግን ባእሲ ከጋጥም ይኽእል እዩ ግጭት ከጋጥም ይኽእል እዩ ግን ከም ዝደለኻን ናብ ዝደለኻዮ ረብሓን ወሲድካ ንነገራት ጠዋዊኻ ኣብ ጥቕምኻ ከተውዕሎ ምፍታን ካብቲ ኣብ እስራኤል ተፈጺሙ እንብሎ ጌጋ ዝንእስ ወይ ከዓ ዝነኣኣስ ኣይኮነን ማለት እዩ ነዚ ዋጋ ዝኸፍሉሉ ከዓ ነቶም ኣብ ኣፍሪቃ ዘለዉ ሽጉራት ፅጉማት ኣብ ፀገም ዝርከቡ ደኣ እምበር እቶም ኣብ ጥዑም ናብራ ትነብሩ ዘለኹም እቶም ህይወትኩም ትመርሑ ዘለኹም እቶም ስድራ ቤትኩም ሓቂፍኩም ደቅኹም ሓቂፍኩም ቤተሰብኩም ተምህሩ ዘለኹም ስድራ ቤትኩም ተምህሩ ዘለኹም ንዓኻትኩም ዝትንክፍ ኣይኮነን ግን ቁሩብ ሕልናሲ የለን ድዩ ንሕና ኤርትራውያን ኣብ ዘየለይና ንነብር ዘለና ብፍላይ ብፍላይ እቶም ኣብ ደገ ትርከቡ ብፍላይ ኣብ ቲክቶክ ዘለኹም ነጠፍቲ ናይ ማሕበራዊ ሚድያ እቲ ትዛረብዎ ቃላት ኣብዚ መፂና ክንደግሞ እውን ብጣዕሚ እዩ ዘስካሕክሕ ቅተልዎም ሕረድዎም ጨፍጭፍዎም ኣይተዋሰብዎም እቲ ዘይተባህለ ነገር ዋላ ሓደ ኣብዚ ሶሻል ሚድያ የለን ህዝቢ ኤርትራ ግን ይዕዘበኩም እዩ ዘሎ ህዝቢ ኤርትራ ይዕዘበኩም እዩ ዘሎ። ሓሚሞም ድዮም ናይ ጥዕና ጸገም ድዮም ገይሮም ተጸሊሎም ድዮም ኮታ ዝተፈላለየ ጸገማት ስለ ዘለዎም ድዩ እንዳበለ እዩ ዝዕዘበኩም ዘሎ እምበር ሕጊ ስለ ዘይፈልጥ ብሕጊ ከንጠልጥለኩም ስለ ዝኸብዶ ኮይኑ ኣይስምዓንን ህዝቢ ኤርትራ ብሕጊ ንዓኹም ኣይኮነን ንኻልእ ከንጠልጥል ዝኽእል ህዝቢ እዩ ሕግን ሕጋውነትን ንትዛረቦም ቃላት ኩሎም ኣብ ሶሻል ሚድያ ዋጋ ከም ዘኽፍሉኻ ኩላትና ንፈልጦ ሓቂ እዩ ቅድሚ ሕጂ ዝዘርኡዎ ክነቅል ዓሻ ዝተኸሎ ለባም ነይነቕሎ ከም ዝበሃል ምስላ ቅድሚ ሕጂ ዓያሹ ዝተኸልዎ ዘርኢ ንዕኡ ክንብርቁቕ እናተቓለስና ሓድሽ ወፍሪ ብምግባር ናብ ከባብን ናብ ኣውራጃን ናብ ቁሸትን ኣውሪድኩም ኤረትራ ትበሃል ረሲዕኩም ብኸባብን ብዓድን ተኸፋፊልኩም ትሰርሑ ዘለኹም ኣብ ፍትሒ ሃልው ኣብ ደገፍ ሃልው ብዘየገድስ ኣብ ሶቕታ ሃልው ህዝቢ ኤርትራ ይዕዘበኩም እዩ ዘሎ ናይ ግዜ ሕቶ ጥራይ እዩ ክትሕተቱ ኢኹም ከይትርስዕዎ እዙዩ ድላይካ ተዛሪብካ ትነብረሉ መንገዲ ኣብ ዓለም የለን ናይ ግዜ ሕቶ ጥራይ ቅተልዎም እናበልካ ሕረድዎም እናበልካ ፖሊስ እንታይ ከይገብሩና እናበልካ ቅድሚ ሕጂ ዝተኸፍለ ዋጋ ከይኣክል ሕጂ ካልእ መስርሕ ትኸዱ ኣለኹም ማለት እዩ ሓንቲ ለበዋ ክላበዎ ዝደሊ ግን ንኹሉ ህዝቢ ኤርትራ ኣብ መላእ ኩርናዓት ዓለም ዝርከብ ምሁሩ ሓረስታዩ ተምሃራዩ ብዘየገድስ ሓደ ነገር ክላበዎ ይደሊ ከምዚ ዓይነት ዘርኢ ዝዘርኡ ሓደገኛ ዝኾነ ቃላት ዝዘርኡ ህዝቢ ዘታፋንን ህዝቢ ዘናቑት ኣብ ማሕበራዊ ሚድያ መፂኦም ዝዛረቡ ሰባት ከም ዘለዉ ርኢና ኣለና ስለዚ ህዝቢ ኤርትራ ስጋብ መዓስ ኢኻ ነዞም ሰባት እዚኦም ብትዕግስቲ ክትከዶም ስልግ ስጋዕ መኣስ ኢኻ ጽባሕ ንግሆ ክዕረዩ'ዮም እናበልካ ናብ ዝኸበደ ሓደጋ ክትሰጋግር ትጽበዮም እምበኣር ኣነ ክብሎ ደልየ ዘለኹ ሓደ ነገር ክንገብሮ ዘለና ነገር ንፍለጥ ዋላ እኳ ግዜኡ ዘይኣኸለ ክኸውን ይኽእል እዩ ሰዓቱ ዘይኣኸለ ክኸውን ይኽእል እዩ ግን ንዝዛረብዎ ዘረባ ኩሉ ግዜ መልሲ ክህብሉ ስለ ዘለዎም ኩላትኩም ቪድዮ ኣብ ምሓዝ ኣይትሕመቑ ኩላትኩም ቪድዮ ኣብ ምሓዝ ኣይትሕመቑ ኩሉ ሰብ ቪድዮ ይሓዝ ኩሉ ሰብ ቪድዮ ክሕዝ ከም ዘለዎ እየ ለብዋይ ዘመሓላልፍ ንምንታይ ኹም ቪድዮ ትሕዙ መሲልኩም ናይ በዓል ሩዋንዳ ጨፍጫፍ ብኸምዚ ዓይነት ቃላት እዩ ተበጊሱ። ቱትስን ሁትን ዝበሃሉ ዓሌት እዮም። እዚኦም ከዓ ልክዕ እቲ ኮሎጉዛይ ሓማሴን ሰራየ ዝበሃል ብዓሌት እዮም ዝሓስቦ ዘለዎ ኣብ ርእሶም ኣብ ባይታ ዘየለ ኣብ እምሮኦም ብዓሌት ይሓስቡ ኣለዉ ኣብ ኣብዚ ጎስጒሶም ኣብ ኤርትራ ከምኡ ዓይነት ስራሕ ንክሰርሑ ህዝቢ ኤርትራ ሕድሕዱ ብዓሌት ንክዳመ እዮም ዝሰርሑ ዘለዉ ዝደኽሙ ዘለዉ ኣይጠቕሙን እዮም ሓንጎል የብሎምን ዓያሹ እዮም ኣይትበልዎም ይፈልጡ እዮም ብተልእኾ እዮም ዝሰርሑ ዘለዉ ህዝቢ ኤርትራ ብዓሌት ብከባቢ ብኣውራጃ ተኸፋፊሉ ዋጋ ንኽኸፍልዎ ፀላእቲ ዝሰርሕዎ ዘለዉ ኣካይዳ እዩ። ስለዚ ኩላትና ኤርትራውያን ነዚ ጉዳይ እዚ ብቐሊል ክንግንዘቦን ክንሪኦን ከም ዘይብልና እየ ንህዝቢ ኤርትራ ሓሳበይ ዘካፍል። ካልእ ኣብዚ ከይበልክዎ ከይሓልፍ ዘይደሊ ዓበይቲ ሰባት ትበሃሉ ቁም ነገር ኣለኩም ትበሃሉ ዓቕሚ ኣለኩም ትበሃሉ ግና ከምዚ ዓይነት ዝወረደ ደረጃ ወሪድኩም ክትጫማለቑ ንርኢ ኢና ማለት እዩ ሕጂ እውን ፃውዒተይ ንኩላትኩም ኣብ ማሕበራዊ ሚድያ ትነጥፉ ብዛዕባ እዚ ኣብ ኡጋንዳ ዝካየድ ዘሎ ጸገም እቶም ኣብ ኡጋንዳ ዘለዉ ጥራይ እዮም ዝፈትሕዎ እቶም ኣብ ኡጋንዳ ዘለዉ ጥራይ እዮም ጸገሞም ዝፈትሑ ሽግሮም ዝፈትሑ ኣብዚ ኮንካ ተጓሃህር ዘለኻ ግን መሊስካ ተሓላልኽ እምበር መፍትሒ ተምፅእን ኢኻ መስደዲ ሬሳ ክትልምን ትውዕል መንእሰይ ኢኻ ክሳብ ሕጂ ሽዱሽተ ወርሒ ዓመት ዝገበረ ሬሳ ኣለካ ዝተቐመጠ ዓቕሚ እንተለካ ንዕኡ ስደድ ገንዘብ ተለካ ንዕኡ ስደድ ጽባሕ ንጎ ንሬሳኻ እውን ለሚንካ ኢኻ ንስኻ ክትከይድ ናብ ዓዲ ኣይትሰርሑ ኣይተፍርዩ ነተን መጺኹመን ዘለኹም ሕጋውያን ትብልወን ሃገራት ሸኸም ንስድራ ቤትኩም ሸኸም ንሃገርና ኤርትራ ሸኸም ኢኹም ንስኻትኩም ስለዚ ኩሉ ነዚ ሰሚዑ ሸር ክብሎ ህዝቢ ሰራየ ህዝቢ ኮሎግዛይ ህዝቢ ሓማሴን ሓደ ህዝቢ እዩ ብዲኤንኤን እንተዝፍተሽ ነይሩ ካብቶም ኣብ ኮሎጉዛይ ዘለዉ ቤተሰብ ኣነ ኣብ ሓማሴንን ኣብ ሰራየን ዘለዉ ክበዝሑ ይኽእሉ እዮም ኣይንጋገ ንሕና ሓደ ኢና ንሓንቲ ሃገር ኢና ከዓ ብሓባር ሞይትና ብኤርትራ ንሕሰብ ብኤርትራ ንሕሰብ ናይ ፀላእትና ዕላማ ኣሳሰይቲ ኣይንኹን እንዳበልኩ መልእኽተይ ይዓፁ። ሸር በልዎ ናብ ኩሉ ነዚ ደስ ዝበለኩም ነዚ መልእኽቲ ሸር በሉ፣ ሰብስክራይብ ግበሩ። ኣብ ዩቱብ ኣይኣቲኹም እውን ሰብስክራይብ ግበሩ። እዞም ኣብ ቲክቶክ ዘለኹም እዚ ሚድያ እውን ዕብይዎ። የቐንየለይ ሓውኹም ቴድሮስ እየ ካብ ኤሪ 24 ሚድያ ቴንክ ዩ ብሩኽ ምሸት